ብደጉዓ ሃይለ ቢዘን ከነስቆርቁር ጸሓፊ በየነ ሰመረ ኣውስትራልያ ሮበርት ፍሮስት ተባህለ ኣሜሪካዊ ጸሓፊ ፖየትሪ ኢዝ When an emotion has found its thought and the thought has found words ሓርፋፍ ትርጉሙ ንስምዒት ዝኸውን ሓሳብ ምስ ዝርከብ እሞ ነቲ ሓሳብ ድማ ዝገልጾ ቃላት ምስ ዝርከብ ግጥሚ ይኸውን እዛ ፍቕሪ ወይ ከዓ ሞት ሚእትን ዓሰርተን ሕሩይ ቅንየት እትብል ናይ ሃይለ ቢዘን መጽሓፍ ብኣሕታም እምኩሉ ኣብ ክልተ ሽሕን ዓሰርተ ትሽዓተን ዓመተ ምህረት እተሓትመት ብልጽቲ ናይ ትግርኛ ቅንየት እያ። ስምዒት ሃይለ ሓሳብ ረኺቦም ንሓሳቡ ድማ ብውሑዳት ቃላት ዝተገልጹላ እኩባት ግጥምታት ኣለውዋ። ነዛ መጽሓፍ መመሊሰ ክነባ ከለኹ ምስቲ ጸሓፋይ ኮይነ ነቲ ኣብኣ ዘለዉ ሓሳባት ብቓላት ዝተኸሸኑ ስምዒታት ደጉዓ ይድጉዕ ይነብዕ ንሎሚ ምሳኹም ኮይነ ደጉዓ ሃይለ ከስተማቕር ከስቆርቁር ዝብል ኣፍ እዩ ደጉዓ ተስተማቕረሉ ድዩ ተስቆርቁረሉ እንድዒ ብዝኾነ ርኤ ክቕሎ ከም እንጣጢዕ ተኸዲኑ ንኡስ ዝዕድሚኡ ኣብ ጎልጎል ዓዊኑ ብርዐይ ክደጉዓሉ ደልኡ ክነግር ሽንኑ ቀለም ደኣ እሞ ሃፊፉ ብንብዓት ቀጢኑ ገጣሚ ኣድናቒ ጥራይ ኣይኮነን ይነብዕ እውን እዩ ይነብዕ ብብርዑ ነቲ ዝርእዮ መግደራ ነቲ ዝሰምዖ መከራ ምጻር ምስ ሰኣኖ ብርዑ ትነብዕ ብእንግሊዝኛ ኣውት ኦፍ ዘ ፍራይን ፓን ኤንድ ኢንቱ ዘ ፋየር ዝበሃል ብሂል ኣሎ ካብቲ ብሓዊ ዝልብለብ ዘሎ ሸሓኒ ወይ ከዓ ባዴላ ነጢርካ ናብቲ ሓዊ ምንጣር ከም ምባል እዩ። ቋሕ ተበልካ ሰማይ ሰም ተበልካ ምድሪ ዝኾነ መንእሰይ ዓድና ከም እንጣጢዕ ተኸዲኑ ከም ዝቑሎ እዩ ግጥሚ ሃይለ። ርእየ ክቑሎ ከም እንጣጢዕ ተኸዲኑ ክብል ዝገልጾ ከምቲ ካብ ዝረሰነ ባዴላ ናብ ሓዊ እቲ መንእሰይ ካብቲ ተኸዲኑ ዝቕለዎ እንተምለጠ እኳ ዕድመ ንእስነቱ ፋሕ ኢሉዎ ዓዊኑ ምትራፉ ኣብታ ካልኣይቲ መስመር ይገልጾ። ከም ገጣሚ ብብርዑ ነት መግደራ ሓዉ ሽንኑ ክጽሕፎ እንተደለየኳ ቀለም ብርዑ ብንብዓት ቀጢኑ ምጽሓፉ ክውድእ ኣይከኣለን። እዛ ግጥሚ ንምረትት ዘሎ መንእሰይ ክሳብ ምቕላው እንጣጢዕ ክገልጾ ከሎ ሓይሊ ግጥሚ ናይዛ ብውሑድ ቃላት ተነድቀት ግጥሚ ትግንዘብ። ኣብ ውሽጢ ገጣሚ ዝፈጥሮ ከቢድ ሓዘን ድማ ከም ገጣሚ ክሳብ ክጽሕፍ ዘይክእል ብንብዓት ቀለም ጽሕፈቱ ምብራዙ ገሊጹልና። እምበኣር ናይ ገጣሚ ዓቕሚ ኣብዛ ግጥሚ ምስ እንርእይ እቲ ሓደ ነቲ ማእለያ ዘይብሉ ኣማኢት መጻሕፍቲ ጽሒፍካ ዘይውዳእ ሕሰምን መከራን መንእሰይ ብኽልተ መስመር ጥራይ ግን ከኣ ኣብ ውሽጥኻ ብዝተርፍን ዘስቆርቁርን ኣገላልጻ ገይሩ ገሊጽዎ። እቲ ከቢድ ኩነታት ኣብ ውሽጢ ጸሓፊ ዝፈጥሮ ስምዒት ብተራ ሓዚነ፣ ኣስቆርቂረ ብዝብሉ ቃላት ዘይኮነስ ነቲ ጸሓፎ ቀለም ደጉዓ ብዝፈስስ ዝነበረ ንብዓቱ ምብራዙ ሓይሊ ሓዘኑ ብሓያል ኣገላልጻን ብሓንቲ መስመርን ተገሊጹ። እታ ካልኣይቲ ዝመረጽክዋ ናይ ሃይለ ቢዘን ደጉዓ እዛ ትስዕብ እያ። እታ ኻልኣይቲ ዝመረጽኳ ናይ ሃይለ ቢዘን ደጉዓ እዛ ትስዕብ እያ ኣብ ድስቲ ናይ ውራይ ዘሎ ጸብሒ ኮይነ ኣለኹ ንበል ብዝደንበዎ ኢድን ልዱ መኾስን እናሻዕ ዝንከባለል ርሕቕ ኢለን ከኣ ኣለዋ እናጥመታ ዝለሃያ ምቕርብ ኣነ ኸኣ ብረመጽ እናተደሰቕኩ ዝብል ጠረብ ጠረብ እዚኣ እውን ብኣርባዕተ መስመር እተነድቀ ንምረትን ኣሽካዕላልን ብዘገርም ተምሳሌት እተነጻጽር ደጉዓ እያ ኣብ ተዓ ብድስቲ ናይ ውራይ ከም ዝቕሎ ጸብሒ ዝቕሎ ዘሎ ሰብ ክትሓስብ ከለኻ ቃንዝኡ ስቓይ ክሳብ ክንደይ ከቢድ ከም ምዃኑ ክትሓስቦ እውን ዘስካሕክሕ እዩ ገጣሚ ሃይለ ገላጺ እሞ ነቲ ምረት ነቲ ጭፍላቐን ስቓይን ህዝቢ ምስ ብመጋርያ ሓዊ ዝጥጠቕ ወይ ዝቑሎ ጸብሒ'ዩ ኣመሳሲልዎ። ሓያል ኣገላልጻ! እቶም ዝቐልዎ ድማ ዝደምበወ ኣእዳውን ዝላደየ መኾስን። ኣእዳው ዝድምቡን መኾስ ዝላድን ካብ ምሒር ተደጋጋምን ንብዙሕ ዓመታት ተመኮሮ ስራሕን እዩ። እወ እቲ ኣብ መጋርያ ተሰኽቲቱ ዝቑሎ ዘሎ ንሕሰምን ንስቓይን ብዝለመዱን ዝላደዩን እኩያት ሰባት እዩ። እቲ ንጽጽር ድማ እቲ ኣብ ድስቲ ኣትዩ ዝቕሎ ዘሎ በቶም ዝላደዩን ዝደንበዉን ኣብ ሓዊ እናተጠጠቐ ጭንቁ ዘይዓጠን ኣውያት ዘየጽመን ዝላሃያ መቕርብ ምህላወን እዩ። ንሱ ብቓላቱ ጠረብ ኢሉ ይመውት። ንሰን ግና ኣይግዳደን፣ ሞቱን ስቓዩን ፌስታ ገይረንኦ ይስዕስዓ ይለሃያ። እዚ ናይ ዘበንና ግርምቢጥ ብኸምዚ ገጣሚ ሃይለ ቢዘን ክገልጾ ዝኽእል ኣበይ ክርከብ ይኽእል? ሓንቲ ናይ መወዳእታ ደጉዓ ሃይለ ቢዘን ክውስኽ ኣብ መጋርያ ሰሃራ ንምድሪ እቶና ሽታ ግዕዝም ቅልወት ትጽምእና ተገልቢጡ ኣፍና ማይ ኣምሊኡና እወ ኣብ እቶን ምድሪ ዝኾነ መጋርያ ሰሃራ ኣሕዋትና ነዲዶምን ተቖልዮምን እዮም እቲ ስግንጥር ወይ ከኣ ፓራዶክስ ግና ካብ ምሒር ካብ ሰብነት ወጻኢ ብምዃኖም እቶም ህይወቶም ክሳብ ትመውት ትልኽ ዝብሉ ዝነበሩ ብንዳድ ሰሃራ ዝመሽለቑ ቅልወት ኣዕጽምቶምን ኣዕጽምቲ ኣሕዋቶምን ከም ዝበስል ዘሎ መረቕ ዓጽሚ ተመንዮም መግደራ
ብስራት ነፍቀርቲ ንባብ መጻሕፍቲ ኤርትራውያን ኣብ ወጻኢ ሃገር ኣበይ ክንረክብ ንኽእል ኢልኩም እትሽገሩ ሰባት ውሑዳት ኣይኮንኩምን። ነዚ ፍታሕ ንምንዳይ ብዝተኻእለ መጠን ኣብ ውሽጢ ሃገርን ኣብ ወጻእን ዝሕተሙ መጻሕፍቲ ናብ ኣንበብቲ ንምቕራብ ንዝሓለፈ ሸሞንተ ዓመታት ከይተሓለሉ ካብ ዝሰርሑ ትካላት ብቐዳምነት ዝስራዕ ሰሙያት ምሕታምን ምክፋልን መጻሕፍቲ ኤርትራውያን እዮም። ኣብ መርበብ ሓበሬታ ሰማያት ዳትኮም ናብ ኣሜሪካ፣ ካናዳን ሃገራት ኤውሮጳን ዝለኣኹ ልዕሊ ኣርባዕተ ሚእትን ሓምሳን ዓይነት መጻሕፍቲ ብኣሽሓት ቅዳሓት ይርከቦም። ሰማያት መሸጣ መጻሕፍቲ፣ መበቆላውያን መጻሕፍቲ ብናይ ትርጉም መጻሕፍቲ ተዋሒጦም ከይተርፉ ዘይተኣደነ ጻዕሪ የካይድ። መርኣያ ናይዚ ኸኣ ታሪኽ ህይወት ሓርበኛ ኣቦና ወልደኣብ ወልደማርያም፣ ትኩእ ይሕደጎ፣ ኪዳነ ክፍሉ፣ ዓብደልቃድር ከቢረ፣ ሼኽ ኢብራሂም ሱልጣን፣ ዶክተር ፍጹም ገብረስላሴ፣ ጠበቓ ጸጋይ እያሱ፣ ኣዝማች በርሀ ገብረኺዳን፣ ብላታ ካሕሳይ ማሉ፣ ጀነራል ኣማን ዓንዶም፣ ብርሃን ኣብ ጸልማት ወዘተ ዝኣመሰሉ ልዕሊ ሰላሳን ሓሙሽተን መበቆላውያን መጻሕፍቲ ኣሕቲሙ ኣብ ምክፍፋል ይርከብ ኣሎ። ሰማያት መሸጣ መጽሓፍቲ ዝርግሐ መጽሓፍቲ ንምድንፋዕ ንቕሓት ኤርትራውያን ክብ ንምባልን ንኤርትራውያን ጸሓፍትን ደረስትን ንምትብባዕን ኣብ መላእ ዓለም ምስ ዝርከቡ ኣብ ምሻጥን ምክፍፋልን መጽሓፍቲ ኤርትራውያን ዝነጥፉ ውልቀ ሰባትን ትካላትን ተረዳዲኡ እናሰርሐ ንዕብየት ስነ ጽሑፍ ሃገርና መሪሕ ተራ ምጽዋት ይርከብ። ናይ ቅድምን ሓድሽ መጻሕፍቲ ንምርካብ ምርጫኹም ኣብ ሕቡራት መንግስታት ኣሜሪካ ንዝመደበሩ ሰማያት መሸጣ መጻሕፍቲ ይኹን ምርጫኹም። ዘዳለኹሞ መበቆላዊ ጽሑፋት ብመልክዕ መጽሓፍ ናብ ኣንበብቲ ንምቕራብ ሰማያት ምሕታምን ምክፋልን መጻሕፍቲ መጻሕፍትኹም ብዝደለኹሞ ዓይነት ወረቐትን ገበርን ብርትዓዊ ዋጋ ኣሕቲሙ ከረክበኩም ይኽእል። መኣስስ ጥራሕ ጽሑፍኩም ክኢላ ቋንቋ ክሓልፎ፣ ሓገዝ ኣርትዖትን ንድፊ ገበርን ዝሰርሑልኩም ክኢላታት ኣብ ምርኻብ ውን ሓገዝ ክንገብር ንኽእል። ብጽሑና፣ ብስራሕና ክትዓግቡ ኢኹም።